ሰላም ዝኸበርኩም ተኸታተልቲ ኣብ ህድሞና ነባሪት ኢንተርተይመንት ዕላል ምስ ስነ ጥበበኛ ገብሪሂወት ጻህየ ክህልወና እዩ ንነካይዶ ቃለ መጠየቅ ክትከታተሉና ከኣ ኣቀዲምና ብኸብሪ ንዕድም። ገሬ ሓወይ እንቋዕ ደሓን መጻኻ ዕድሜን ኣኽቢርካ ብምምጻእካ ክብረት ሃበልና መጀመሪ ንዕላልና ክኾነና ሃለዋትካ ካብ ሃለውለው ደሓን ዶ ኣሎ።
ኦኬ ለቓሕ በሰሩ ከይከውን thank you ኣነ እውን እሺ ንዓይ ሲ ንንኡስ ዓቕመይ ኣተዓባቢኹም ግምታት ሂብኩም ኣብዚ እሺ ግዜኹም ኩሉ ነገራትኩም ወፊኹም ስለቲ ዝገበርኩምለይ ክብሪ ኣነ እውን ክብሪ ይኹንኩም ንዓኹምን ንህድሞና ነባሪትን። ብምቕጻል ኣብቲ ሃለዋት ክንኣቱ ተኾይንና ግን ሃለዋተይ ኣብ ኩሉ እዩ ዘሎ። ኣብ ሃለውለው ኣሎ፣ ኣብ ምህላው ኣሎ፣ ኣብ ዘይምህላው ኣሎ። ሕጂ ከኣ ምሳኹም ኣሎ።
ብደገኻ እኮ ኣዝኻ ጽቡቕ ዘለኻ ኢኻ ትመስል ዘለኻ። መጀመሪ ንክኾነና ኣብቲ ቀንዲ ዕላልና ማለተይ ኦሾ ሓደ ግዜ ፈጣሪ ብልክዕ ንዓለም እንተፈጢርዋ ፈጣሪ ስነ ጥበባዊ እዩ ሳይንቲስት ኣይኮነን ኢሉ ነይሩ። ሳይንቲስት ነቶም ዝተፈጥሩ ዳህሲሱ ዝረኸቦም ዝረኽቦም በዓል ሞያ እዩ። ስነ-ጥበባዊ ግን እቶም ክኾኑ ዘለዎም እዩ ዝፈጥር ኢሉ ነይሩ። ብመንገዲ እዚ ከመይ? ኣበይ ትረኽባ ንነብስኻ?
ንነብሰይ ኣበይ ረኽባ መሲልካ? ኣነ ኣብቲ ኣብ ምፍጣር እየ ዝረኽባ። ክጅምር ከለኹ ከማን ግጥሚ ከምኡ ጀሚረ ነይረ። እቲ ፈጣሪ ምስ ተፈጥረሲ ግድን እዩ ዝነበረ። ካብ ትንሓግ ልሳኑ ካብ ኣፍንጫ ዓይኑ ካብ መሓውር እዝኑ ካብ ቆርበት ሽፋኑ ኣስሪጹ መንፈሱ ኩሉ ሓዋዊሱ ፈጢርዎ ንሰብ ረሃጽ ኣኻዕቢጡ ሰብ ግን እንተፈጢሩስ ንረብሓ ኣቋሚጡ ኢለ ኣቦ ዓምራ ሽዑ እንታይ ኢሉ ኔሩ መሲልኪ ክልተ ሽሕ ኢዩ ኣብ መኣዲ ስነጥበብ ዓድቒ ፈጣሪሲ ፈጣሪ እምበር ተፈጣሪ ኣይኮነን so ምስቲ ሕብረተሰብ ከጋጭወካ ኢሉ ሽዑ ቆልዓ ኔረ ኣነ። ግን ብዘይርድኣኒ መንገዲ ኢለዮ ኔረ ነዛ ተሓቲያ ዘለኹ ሕቶ ንማለት እዩ ንኣኹ መልሰኪ ኢለዮ ኮንኩ ሕጂ ንገብርሂወት ጸሃየ ክመልሶ እንተኾይነ ግን ኣነ ፈጣሪ እየ ፈጣሪ ሰብ ኣይኮንኩን ሳይንቲስት ከኣ ኣይኮንኩን ፈጣሪ ሓሳብ ፈጣሪ ዛንታ ፈጣሪ ኩሉ ነገር ግን እየ ወኸማን ኣምባሳደር ገጣሚ ወይ ከኣ ኣርቲስት ንብሎ ምሽት ሓሳባዊ ነገር ኣምባሳደር ናይ ኣምላኽ ኢዩ ከምዚ ምሽ ኣብ ትሕቲ ፈጣርስ ልኡኽ ናቱ ኢዩ ኢለ ኢየ ዝኣምን so ኣነ ፈጣሪ ኢየ ምስቲ ሕብረተሰብ ከየጋጭወና ፈጣሪ ሰብ ኣይኮንኩን ዝብል ዘለኹ ምስቲ ኩሉ ዝኽእል ፈጣሪ ኣይኮንኩን ዝብል ዘለኹ ካብዚ ዘሎ ሰብ ግን ኣብ ጉጅለ ኣብቶም ፈጣራውያን ኢዩ ፈጣሪ ኣረ እስከ ግሬ ኩሉ ገጣምስ ጽሒፈ ኢዩ ዝብል። ግጠም እይኮነን ግጠሚ ምስ ሸውሃት ነቲ ሓቀኛ ቀጠሚ ጥራይ ዝውሃብሲ መጸውዒ ክብሃል ሰሚዐ እየ በዚ መንጽር ከኣ ንስኻ ገጣምን ናይ ብሓቅን ስነ ጥበበኛ ዲኻ ንነብስኻ ከስኻ ከመይ ትገልጻ?
እዎ ብብርግጽ ብግጥሚ ክምልሳኸ
መሰለ። ከሳብ ሽዑ ግን እንታይ ይመስለካ ምዃኑ እኳ እዩ ሕጂ ብዝላ ስማዊ ደራሲ እዩ ትብል ደራሲ እዩ ግጥሚ ባዕሉ ድርሰት እዩ ክልተ ሽሕን ሓሙሽተን ኣብ መትከል ኣብየት ፀሓፍ ኮይ ኣብ ፀሓይ በሪደ ኣብ በረድ ምህፋፈይ ኣብ ንብዓት ገዲፈ ኣብ ሰሓቕ ምጽሓፈይ ካብ ዝኸውን ስማዊ ደራሲ ኣብ ቆጽሊ ወረቐት ብብርዒ ሓራሲ ኣቱም ሰባት ማሕረስ ብማሕረሱ ነዛ ከብደይ ኢለ ኣብ ክንዲ ዝሕሱ ኣለኒ እንዶ ስበትን ሽዕበትን ዕርፊ ጽኒዐ ክበልዕ ዘይፍትን ሰብኣይ ክልተ ሽሕን ሓሙሽተን ኣነ ከምኡ ኢለ ነይረ ሰብዛ ጸሓፋይ ኢኻ ስለ ዝበለኒ ውሽጠይ ኸኣ ከይደ እምበር ሽፍት ገይረ ምሃለኹ ማለት እዩ ሕጂ እየ
መዓስ ኢኻ ትጽሕፍ ገሬ ጸሓፍ ጸሓፍ ድብል ሓይሊ ወይ ድምጺ ኣብ ውሽጥኻ ክፍጠርሲ ኣየናይ ኩርናዕ ኣስተብህሎ እዩ ከምኡ ዝገብረካ?
ጓሓፍ ጓሓፍ እዩ ዝብለኒ ንዓይ ውሽጠ ምክንያቱ የእትወሉ ምሽ ኩሉ ሻብ ጥሩሕ እየ ዝገብሮ ክኸይድ ከለኹ ከዓ ከምዚ ምሽ ሳክት ምርኣይ ኣይኮንኩን ዝርአ ኣነ ሳክት ምንቅስቓስ ኣይኮንኩን ዝንቀሳቐስ ምንቅስቓሳተይ ምስ ጥበበይ ዝተተሓሓዘ እዩ ምስ ስርሐይ። ሽዑ ግድን እዩ ከኣ ተቐሪበኒ ዝጸንሕ። እቶም ጉዳያት ኣብዚ ሓደ ለማናይ ርኢ፣ ሓደ በዚ ሓደ ትዕቢተኛ ርኢ፣ በዚ ክልተ ፍቑራት ርኢ ገለ ዝጸንሕ ንዓይ ዝምስጠኒ ነገር ክብሎ ዘለኒ ነገር ኢለ ምስ ሓሰብኩ ካብ ደገ ናብ ውሽጠይ የእትዎ። ኣብ ውሽጠይ ሽዑ መኣስ እዩ ፎኾኽ ድብል፣ መኣስ እዩ ድበኩዕ፣ መኣስ እዩ ድምስራሕ ከምዚ ናይ ስዋ ነገር እዩ። ጓሓፎ ምስ በለኒ ናብ ፒረን ወረቐትን ይጸንሕ ማለሲ የውጽእ እምበር ከምዚ ግዜ ቦታ ሞዶ በዚ ጫቕጫቕ ከምኡ ኢልካ ታይ ኣይኮነን ዋላ ሓምሳ ሚልዮን ሰብ ከሎ ኣብዚ ንስኻ ምስ ውሽጥኻ ተዕልል ክሳብ ዝሃለኻ ክትጽሕፍ ትኽእል ኢኻ። ኣብ ዝሃለኻ ሃሊኻ ትጽሕፍ ኢኻ ማለት ኢዩ ኩሉ ግዜ። ኣብ ዝኸነ በቃ ኣብ መቓብር ተልየ ጥራይ እየ ዘይጽሕፍ። ንመን ከ ትጽሕፎ?
ንኣብነት ከነጽረልካ በብዓሌቱ ኣብ ዓሌታት ናይ ጥበብ ከምዚ ዝጽሕፍ ከምዚ ዝጽሕፍ ገለ እንዳበልካ ኣፈላለዩ። ንስኻ ግን ነቶም ተልዕሎም ቴማታትካ ሓሳባትካ ንመን ኢልካ ትጽሕፎም? ንናእሽቱ? ንዓበይቲ? ንማእከሎት? ነየናይ ክፋል ሕብረተሰብ ብሓፈሻ? ሕጂ ዋላ ቅድሚ ሕጂ ከምኡ ኢለ ነይረ እንድየ ኣብ ገለ ኣጋጣሚ ገጣማይ ዝብሎ ኣነ ብርድኢተይ ማለት'ዩ ገጣማይ ዳይመሽናል ክኸውን ክኽእል ኣለዎ። ዋን ዌይ ኣይኮነን ሕጂ ገጣማይ ሴማፎሮ እዩ እየ ዝብል ሴማፎሮ ማለት ከዓ መስቀላዊ መንገዲ እዩ ሶ በዚ ዝመፀ በዚ ዝመፀ በዚ ዝመፀ በዚ ዝመፀ እስኻ ተራፊክ ናይ ህይወት ኮይንካ ኣብኡ ጠጠው ኢልካ ነዚ ተሕልፎ ነዚ ጠጠው ተብሎ ነዚ ተሕልፎ ነዚ ተዓፅቦ ነዚ ተበሎ ሕጂ ንኹሉ ኣካል እቲ ሕብረተሰብ እየ ዝሰርሖ ብ- ብዕድመ እንተመፂና ማለት እዩ እቲ ቆልዓ ካባይ በተሓሳስባይ ተፀልዩ ፅባሕ ናበይ ገፁ እዩ ዝኸይድ ዘሎ እንታይ እየ ዝብሎ ዘለኹ ነቲ ወዲ ዓሰርተ ኣርባዕተ ዓመት ኣነ ሲ እንታይ ይብሎ ኣለኹ እዚ የገድሰኒ እዩ ነቶም ካባይ ዝዓብዩ ከዓ ነቶም መንእሰያት እንታይ ይብሎም ኣለኹ ነቶም ኣቦይን ኣደይን ኣቦታትናን ኣዴታትና ነቶም ዓበይቲ ከዓ እንታይ ይብሎም ኣለኹ ብዝተኸኣለኒ ክደክም ይኸውን ይጎድል ይኸውን እምበር እቲ ሃቐና ናተይስ እዩ። ነዚኦም ሰለስተ ሓይልታት እዚኦም ጨቢጥካስ ነናቶም መሻርፍ ኣብ ምዕዳል እዩ እቲ ናተይ ኣተኩሮ። ገሬ
ኣብ ጽሑፋትካ ኣለኻ ዶ? ማለት ትፈልጦም ይፈልጡኻ ዶ? ኣብ ኩሉ ዓይነት ጽሑፋትካ ማለት እየ። እዎ ኣብ ጽሑፋተይ ኣለኹ። ሓደ ነገር ግን እሓስብ እየ እንታይ እዩስ መሲሉካ ጽሑፋተይስ ኣብኣ ይህልዉ ዶ ይብል እምበር ኣነ ብብልክዕ ኣብ ጽሑፋተይ ኣለኹ።
ሓንቲ ሰሚር ሓወይ ቆሪጸካ ግን ምስኣ ትኸይድ ብደገ ዝመጸትኒ ሕቶ ኣላ። ነዚ ክትብሎ ዝጸናሕካ ዝብድህ ሕቶ ከኣ እዩ። ሕጂ ከባእሶኩም እየ ማለት እዩ። ሃብቶም ካብ ከንያ ዝሰደደለይ ሕቶ እያ ዓለም ከምቲ ትገጥመላ ድያ ንዓኻ? ናብራኻ ኣብ ግጥምታትና ክንረኽቦ ንኽእል ዲና? ኢሉ ንዓኻ ሓተካ ኣሎ ምኽንያቱ ንሱ ታይ እዩ ዝብል ኣነሲ ንገሬ ናብርኡ ሂወቱ ገለስ ኩሉ ኣብ ግጥምታቱ ኣይረኽቦን እየ ዝብል ርድኢት ኣለዎ ከመይ እዚ እወ ትክክል እንድዩ ዘሎ ከመይ ይመስለኪ ከምዚ ኣነ እኮ ዋላ ሓንቲ ሕብሪ የብለይን ኣነ እኮ ዋላ ሓንቲ ምሽ ኩሉ ነገር እየ ማለት እዩ ናብራ የብለይን ንኣብነት ንበል ሕጂ እንታይ ክመስል እዩ ዝደልየኒ ዘሎ እንዶ ንበል ገጣማይ ስለ ዝኾንኩ ገለታት ገለ ክእክብ ነይርኒ ኣብ ኩሉ እቲ ቀጸላታት ናይቲ ሕብረተሰብ ኣሎ። ምስቲ ፈላጥ ክፈልጥ እደሊ፣ ምስቲ ጽጉም ክጻገም እደሊ፣ ምስቲ ሃብታም ምስ ዘሎሎ ከተቀራርብ ትደሊ። ሽዑ ኣብ መንጎ እዚ እስኻ ከምዚ ሓሸዋ ኢኻ ትቃጸል። ካብዝን ናብዝንሲ ኣብ ትኽ በጺሕ ሓንቲ ብረት ክትሃርም እንተ ኮይና ኣብኡ ዘብጽሓ ድፍኢት ኣሎ ሓሸዋይ እሱኡ ይበጽሕኒ ኣብዚ ተቃጺሉ ንዓኣ ደፊኡ እዩ ኣብዚ ዝተርፍ ሕጂ ኩልሻብ ከም ኣርቲስ ኣነ ምሽ ምስቲ ታሕተዋይ ቀጸላ ሕብረተሰብ ወይ ከኣ ምሽ ምስ ምስኡ ክህሉ ይደሊ ምስ ምዉት ክመዉት እደሊ ምስ ጽሉል ክጽለል እደሊ ምስ ጽጉም ክጻገም እደሊ ሽዑ ንነብሰይ እናረሳዕኹ ኣየ ዝኸይድ። ሕጂ እቲ ዝብሎ ኣባይ ሰብ ይስእኖ ዋላ ሕጂ ኣነ ንስኻን ከም ዘለና ሰብ ጽባሕ ብ ክሪኤ እዩ ዝዕላ ዋእ እዚ ድዩ ገብርሂወት ጸሃየ ክብል እዩ ምኽንያቱ ኣብ ርእሱ ዝፈጥሮ ነገራት ኣሎ ምስ ረብሓ ስለ ዘተሓሕዞ ብባህሪኡ እቲ ሰባት ልክዕ ኣርቲስ እየ ክትብል እንተ ኮንካ ግን ክትቃጸል ክትክእል ኣለካ ሶዛት ኣብቲ ተራ ኣነባብራ ኣብቲ ምሽ ናይ ማሕበራዊ ናብራ ናይቲ ሕብረተሰብ ኣነ ኣው ባዶ እየ ሰብ ድኾነ ሰብ ኢኻ ኣው ድስእነኒ ሸሪፎ ጥራይ ኣይኮነን ኩሉ ሻዕ ኻኣ ክስእኑኒ እየ ድደሊ ጽቡቅ እዩ ዝመልስኻ ግን እንታይ ይደሊ እየ ቁሩብ ቅይር ኣቢልና ክንሪኦ እቲ መልክዕ እቲ ምቅጻልካ እንታይ ኮይኑ እዩ ኣብኡ ዘየለ ከም ማለት ሕሰቦ እቲ ሕቶ ምስ ቁጠባዊ ትሕዝቶኻ ጥራይ ማለትና ኣይኮናን እቲ ሕቶ እንታይ እዩ እቲ ኣንፈቱ ሕጂ ርኢኻስ በቲ ሓሸዋ ደይትጽሕፍ ካብ በታ ጥይት ጥራይ እቲ ትነዶ ዘለኻ እቲ ካልእ ማልእሲ ስለምንታይ እዩ ኣብ ጽሑፋትካ ዘየለ
ኣብ ጽሑፋተይ ብዛዕባ ገብርሂወት ክንዛረብ እንተኾይና ብዙሕ ዝብሎ ኣሎ እሱ ምሽ ድሕሪ ኣነ ምሕላፍ ገዲፈዮ ዝኸይደ ሓቅታት መዓት ኣሎ ብዛዕባይ። ሕጂ ግን ኣነ ጓሳ እቲ ሕብረተሰብ እየ ብኹሉ ገጻቱ። ሶዛት ነቲ ሰብ ኣብ ምንባይ እየ ዘለኹ። ደስ ትብለኒ እያ ሓደ ግዜሲ ማንዴላ ተሓቲቱ ነይሩ ንህዝቢ ኣፍሪቃሲ ከመይ ጌርካ ተመራሕካዬ እዩ ኣብቲ ልክዕ እዩ ክመጽእ ዝኽእል ወይስ ከመይ ትብል ንስኻ ከኣ ኣብነታዊ መራሒ ኢኻ እሞ ከምዚ ከምዚታት ኢላታ ሓንቲ ጋዜጠኛ ህዝቢ ኣፍሪቃ ኢላ እቶም መራሕቱ ብቕድሚት ኮይኖም ስለ ዝመርሕዎ እዩ እቲ ሽግር ኢሎም so that ብድሕሪት ኮይኑ ዝኹብኩብ መራሒ የድልዮ ኣሎ ኢሉ ነይሩ ሕጂ imagine as an artist ከኣ ኣነ ከኣ ብድሕሪት ኮይነ ምስቶም ድኹማት እንዳሓናገርኩ ምስኦም ፈፈው እንዳበልኩ እየ ክኹብኩብ ዝደሊ ናይ ግብረሂወት ጉዳይሲ እቲ ፋይል ዕጹው እዩ ማለት እዩ
ግሬ ነቶም ሕደማታትካ ዝደርፉ ድምጻውያን ብልክዕ ይርድእዎ ዶ? ማለት ነቲ ንስኻ ኣብኡ እትፈጥረሎም እቶም ገጸ ባህርያትከ ይፈልጥዎም ዶ ወይ ይመስልዎም ዶ ከመይ ትብል ንስኻ?
ሕጂ ገጣማይ እንድየ ገጣማይ ከኣ ነጋሪ እምበር መሃሪ እምበር መራሒ እምበር ፈራዲ ኣይኮነን። እዛ ሕቶ ናብ ፍርዲ'ያ ከተእትወና ግን ፊፍቲ ፊፍቲ። ሓምሳ ሚእታዊት ኣይርድእዎም እዮም፣ ሓምሳ ሚእታዊት ከኣ ድርድእዎም ከኣ ኣለዉ ብዙሓት።
ኣብቲ ርድኢትን ዘይምርዳእን ንስኻ ከመይ ዕግበት ኣለካ?
ኦ ትብል እኳ ኢኻ፣ ንኣብነትሲ ሓንቲ ነገር ተልዕል፣ ሰይ ንበል ናይ ቃርያ ናፊቐ እብል ተልዮ ቃርያ እቲ ኣነ ክጽሕፎ ከለኹ ክፈጥሮ ከለኹ እቲ ካራክተር ኣብ ውሽጠይሲ እንታይ ቃንዛታት ነይርዎ እንታይ ስምዒታት ነይርዎ ኣብ ምንፋቕ ዘሎ ብዓቢኡ ሕማማት ገለ ገለ ሲ ቃርያስ ክንዲ እቲ ካራክተር ፈልጦ ድዩ ተልካ ወይ ክንዲ እታ ንዕዘቦ ነበርኩ ክጎድለኒ ይኽእል ግን ከ ግድን እዩ ክጎድል ንኣብነት ንስኻ ሓደ ተዋሳኢ ክንዲ ደራሲ እዩ ክንዲ እቶም ዳይሬክተራት እዮም ሕጂ ይሕግዝዎም ንደረፍቲ ደረፍትና ከምዚ ኣይንሓምዮም ኢና ሕጂ ከመይ ጌርና ንሓምዮም ምክንያቱ ድምጻዊ ምኳንን ዳይረክተር ምኳንን ደራሲ ምኳንን ሰለስተ ሓይልታት እዮም ዘለዉ ሕጂ ድምጹ ጥራይ ሒዙ ዝመጽእ ብዙሕ ግዜ ሕጂ ዋን ደይ ሓደ መዓልቲ ክመጽእ እዩ ስኢታት እምበር ከምቲ ኣኪብካ ይሄን ተባሂልካ እንታይ ምኳኑ ክትምህሮ ኣለካ እኮ እቲ ድምጻዊ ክትለማመዶ ብዙሕ ነገር ዕዮ ኣለዎ ግን ይጎድሉ እዮም ዝያዳ ግን እቶም ዳይሬክተራት ካብ ካልእ ኣጋጣሚታት እሶም ስለ ድስእልዎ ምምጽሎም ድዮም ገለ ኣይምጽሎምን እሶም ምምልስዎ ኮኑ እምበር ናይ ሕጂ ውዳኣት እዮም ኣይብለካን እየ ውዳኣት ከኣ ኣለዉ ሕጂ ግን ፊፍቲ ፊፍቲ ንኺ ደይተበስ። ኦኬ ሜሪ ምስኣ እንታይ ክትውስኽላ ምደለኺ? ያ
ምስዚ ክትብሎ ዝጸናሕካ ውን ዝተኣሳሰር እዩ ኣጋጣሚ ቅድሚ ስጋብ መጨረሻ ንስርሓትካ ትስዕቦም ዶ ንስኻ? ንኣብነት ንስኻ ኣጽዋርካ ቃላት እዮም። ቃላት ናይ ትግርኛ ከኣ ዝርገጽ ዘይርገጽ፣ ዝድመጽ ዘይድመጽ ገለ እንዳበልካ ናቱ ጸወታታት ኣለዎ ንባዕሉ። ብግቡእ ተዘይወጺኻዮሲ ማዕረ ትርጉሙ ውን ልውጥ እዩ። ስጋብ መጨረሻ ትኸይድ ዶ ንስኻ? ንስርሓትካ ትስዕቦም ዶ? ጀሚራስ ስጋብ ትውድእ እታ ማስተር ናይ መጨረሻ ፋሎ ትገብሮ ዶ? እሱ ጥራይ ከማን ኣይኮነን እሱ ግድን እዩ ኣነ ጥራይ ዘይኮንኩ ድኾነ ሰብ ክገብሮ ዘለዎ ነገራት እዩ ምኽንያቱ ሲ ሓንቲ ግጥሚ ካባይ ክትወጽእ ከላ ወረቀት ድመስሎ ሰብ ዓሻ ጥራይ እዩ ቆልዓ ማለት እዩ ውላድ ማለት እዩ ሓደ ሰብ ሓደ ሓደ ካራክተር ፈጢርካ ኣለኻ እዚ ናበይ ከደ ምሽ ሲ ክትበጽሖ ክትክል ኣለካ ሶ ኣነ ይኸይድ እየ ይራኸብ ሳምፕል ምስ ገበርዎ ይሰምዖ ዳይሬክት ክገብሮ ከለኹ ምስቶም ዳይሬክተራት ትራኸብ እቲ ኣውጺኦሞ ዘለዉ ስቶር ላይን ግልታት ነዕልል ራኸይ ኣብ ቪድዮ ምስ ኮነት ከኣ ይርኣ ቅድሚ ምስቃል ኣቅሚ ዝኾነ ሰብ ምርኣዩ ግልታት ዓቅሚ ተልዩኒ ኮመንት ይህብ ይህድ ንሂድ ንበሃሃል ሽዑስ ወሊደሲ ኣመርዕየ ሓዳሮም ዘውጽኦም በዚ
ጽቡቅ
ካልእ እንታይ ምበልኩ ኣነ ሜሪ ናብ ህዝቢ ምስ በጽሐ ዝኾነ ስነ ጥበባዊ ዕዮሲ ብዙሕ ትርጉም ዝውሃቦ ኮይኑ ዝስማዓኒ ሕጂ ኣብ ግጥሚ ከኣ ዕብይ ዝበለ ኣስተብህሎ እዩ ዘለዎ ንስኻ ማዕረ ክንደይ ኢኻ መኣዝን ትርጉም ግጥምታትካ ይኹን ዋላ እቲ ሕደመታትካ ሕደማታትካ ተእንፍት እዚ ማለትሲ ክሳብ ክንደይ ኢኻ ንዝፍጠር ትርጉም ከተማእዝን ትኽእል ገሬ። እታይ ድዩ መሲልካ ኩሉሻብ እኮ ሓደ መሰረቱ ኩሉ ሰብ ክፈልጦ ዘለዎ ስፔሻሊ ኣብቲ ዓውዲ ናይ ግጥሚ ዘሎ ግጥሚ ኣይትርጎምኒ so እንድሕር ኣነ ዝጽሕፎ ነገር እሱ ዝርድኦ እንተኾይኑ እንታይ ማለቱ እዩ ዘየብሎ እንተኾይነ ዋላ ሓደ ነገር ኣይገበርኩ ንማለት እዩ so እዛ ተኣ ንሱ እየ ዝደሊ ክትከይድ ኮለኻ ከተማእዝን ኮለኻ ነቲ ሰብ ኣእምራውን ስጋውን መንፈሳውን ሓይሉ ከተናኸፎ ክትክእል ኣለካ ከተበራብሮ ክትክእል ኣለካ ሸቶይታ ከተሕስቦ ኣለካ ማለት እዩ ሕጂ ኩሉ ሻፒሮ ክሕዝ ከለኹ ኣነ ከምዚ ምሽ ክዕስቦም እየ ዝደሊ ማእዝናቶምሲ ኣበይ ኣሎ ኣብዚ ስእሊ ሃሳ ንከምዚ ክጥወየካ ደሊ ሽዑ ወለከ ንከምዚ ከኣ እባ ጥወዩ ዋ ንከምዚ ሽዑ ናብ ምሰጠኹካ ከመሊሲ ንምብራዕ ከምዚ ናይ ኩዕሾ እግሪ ጌርካ እንድሕር ሰብካ ሓደ ጥቃዓይ ይኸይድ እንተልዩሲ ከመይ ገሩ በዚ ወሲሉ በቲ ኢዩ ዝወስዳ እታ ኩዕሾ ኦኬ ሕጂ ክልቴኤን ኣእጋሩ የእጋር ስለ ዘይኮና ኣይኮነን ሕጂ እቲ ሰብ በብርድኢቱ ክወስዶ ይክእል ኣሎ ገሊኡ ሓምሊ ሓምሊ ተጨንያቶ ሓምሊ ትምሰሎ ስጋ ስጋ ትጨንቶ ስጋ ትምሰሎ ሽሮ ሽሮ ትጨንቶ ሽሮ ትምሰሎ። እሺ ኣይጭነቕን እየ ኣነ ኣነ ዝበልኩ ኣነ ስለ ዝፈልጦ እቲ ሓቂ ኣብቲ ግጥሚ ስለ ዘሎ ንዝኾነ ዳሓቱኻ እኮ እዮም ዋላ ኣብ መንገዲ ረኺብካዮም ማለትስ እንታይ ማለት እዩ ተነጊረካ ዳኣ እሞ እንታይ ክትሰርሕ ሕጂ ሓፈሻዊ ከይነውሕ እቲ ዕላል ወይ እቲ መልሲ ሓደ ዝኾነ ሰብ ምሽ ክነግሮ ኣይደልይን እየ ኣነ ከምዚ ዝበልካ ክሰርሕ ክኽእል ኣለዎ ዝኾነ ኣርቲስት ከኣ ከምኡ ከብል ክኽእል ኣለዎ ሓደ ነገር ከይገብር ከም ኣዝኒሉ እንተ ተበጊሱ ደኣ እሞ እንታይ ንምብራቕ ትኸይድ ተሊኻስ ኖኖ ጌጋ እዩ እዚ መንገዲ ንምዕራብ ክኸየድ እዩ ክትብሎ ክትክል ኣለካ ሕጂ ዝመሰለ ምስ ኣሎ እቲ ሰብ ብዝተረድኦ እንተ ሒዝዎ እዩ ከኣ እቲ ጽቡቕ ኣነ ንሓንቲ ስራሕ ኣነ መደምደምታ ተሂበያ ግን ክትከብዶን ክትፈኹሶን ትኽእል እያ ምሽ ክኽእሎን ደይክኽእሎን ይኽእል እዩ ነቲ ናተይ ኣይዶሎጂ ሕጂ ኮም እዩ ናተይ ሃቐነታት ኩልሻብ ኮም ምዃኑ ከኣ ደስ ይብለኒ። ስለዚ ደማ እዘን ከየምስ ኣዲኦም ትቁጸሮም።
ኣዲኦም ከይትብል ባዕለይ ክቆጽሮም እየ። ንስኻ እንዲኻ ኣቦኦም ግድን። ምስ ናይ ሰሚር ሕቶ ትተሓሓዝ ቅድሚኣ እሞ ሽዑ ናተይ ሕቶ ክውስኸልካ እየ። እስኻ ክትጽሕፍ ከለኻ ክትብል ኢኻ ትጽሕፍ። እቲ ዝቕበለካ ከኣ ብገለ መጠኑ ዋላ ናቱ ትርጓመ ደኣ ይፍጠረሉ እምበር ክትራኸቡሲ ኣለኩም ክትበሃሃሉ ኣለኩም ምሽ? ከምኡ ክኸውን ኣለዎ ድዩ መጀመርያ? እወ ክኸውን እዩ ዘለዎ ሕጂ ሓደ ነገር ግን ከነነጽር ከኣ ክንክእል ኣለና ምኽንያቱ ኣነ እኮ ከምዚ ክጽሕፍ ከለኹ ካልእ ገብርሂወት እየ ሽዑ ነቲ ሓደ ገብርሂወት ከኣ ይርኤ እዩ ከም ህዝቢ ሕጂ ኣነ ወኪል ናይቲ ሰማዒ ይኸውን እየ ገብሪሂወት ኮይኑ ከኣ ይጽሕፍ እቲ ሓደ ገብሪሂወት ትጽሓፈ ንብሎ ዘለና ሽዕ ምጽሓፈ ኮፍ ኢለ ይርእስ ዋ እታይ እብል ከም ሰብ ሶዛት ነቲ ሓደ ገብሪሂወት እቲ ሓደ ገብሪሂወት ተዛ ፈቲእዎ ግድን ክፈትዎ እዩ እቲ ሰብ ትርጉም ንተሓተ ገብሪሂወት ተሓተ ገብሪሂወት እንድሕር ታቃይሞካ ግድን ክቃወምካ ኢዩ እቲ ሰብ ሕጂ ነቶም ሰማዕተይ ነቲ ኦዴንስ ካባይ ዝበልሕ መዓሰብ እኮ ኣሎ ግን መጽሒፍካ ሳክት ሓናጢጥካ ኣይኮነን ዶቶኩ ሓደ ፕሮፌሰር ክሰምዓካ ኢዩ ሓንቲ ፈላሲት ክሰምዓካ ኢዩ ሓደ ሸኽ ክሰምዓካ ኢዩ ሓደ ቆልዓ ክሰምዓካ ኢዩ ሓደ ኢንጂነር ክሰምዓካ ኢዩ ሓደ ገለ እንታይ ኢኻ ትጽሕፍ ኢዩ ሕጂ ነዚ ኩሉ ጠቅሊሉ ተሓተ ገብሪሂወት ይርእየለይ ባዕሉ ሕጅስ ክልተ ገብርሂወት ኢና ዘለና ማለት እየ ሕጂ እቲ ሓደ ገብርሂወት ነቲ ሓደ ገብርሂወት ኣለና ሽዑ እሶም ምስ ተረዳድኡ እየ ናብቶም ኩሎም ብፍቓዱ ትኸይድ በቲ ሓደ ገብርሂወት ማለት እዩ ትጥንቀቕ ዶ ገሬ ሓወይ ከምዚ ከምዚኣ ተጽሒፈስ ከምዚ ከይመስለኒ ወይ ከምዚ ተጽሒፈስ ከምዚ ከይስምዖ ከምኡ ኢልካ ትጽሕፍ ዶ? እንታይ በልኩ ግን ቅድሚ ገሬ እዚኣ ምምላስካ ምስ መን ገብርሂወት ኢና ዘለና ሕጂ? ምስቲ ጸሓፊ ዋላ
ኖ ኖ ምስቲ ሕጂ ምስቲ ጸሓፊ ገብረ ህይወት ዘይኮንኩም ምስቲ ከም ሰቡ ጽሑፋቱ ዝተመሊሱ
ድሪኦም ድሰምዖም እዩ ሕጂ ምስቲ ካልኣይ ገብረ ህይወት ኢኹም ዘለኹም ናብታ ናይ ሜሪ ብል ስገረለይ። ሕጂ ሜሪ እቲ ምጥንቃቅ ክንብል ኮለና እንታይ መሲልኪ ይጥንቀቅ እየ ሕጂ ኣነ ክጽሕፍ ኮለኩ ኣይፈርሕን እየ ጥራይ እምበር ምጥንቃቅ ድኣ ጥንቀቅ ምክንያቱስ ክንደይ ክንደይ ድዩ ቃል እኮ እዩ ዝከይድ ዘሎ ቃላት እኮ እያ ዝነግፍ ዘለኩ ሽዑ ንክንደይ እየ ዛንየ ክርብሽ ንክንደይ ኣእምሮ ሰባት እየ ከናውጽ ዋእ ጥንቃቀ ተልኮ ድኣ ካብ ኩናት ዝከብድ ጥንቃቀ እምበር ኣብ ቀዳማይ ደረጃ ተጠንቀቅ ከማን ግን ኣይፈርሕን እየ ሽዑ ወዲኤ ምስ ሰደድክዎ ግን በቃ እሙንተይ እዩ ዋላ የቅትለኒ እቲ ዝበልክዎ እንታይ ፍልልይ እየን ሕጂ ምጥንቃቅን ዘይምፍራህን። ሕጂ
ምጥንቃቅ ክትብል ኮለካ እንታይ መሲልክ ም ምሽ ነቲ ኦዴንስካ ሲ ዝያዳ ክብሪ ምሃብ ዝያዳ ሓላፍነት ምሽካም እዩ ነብስካስ ኣቃሊልካ ትሪኣ እሞ እቲ ብድሕሬኻ ወይ ከኣ ብቕድሜኻ፣ ብየማንካ ብጸጋምካ ዘሎ፣ ከቢብካ ዘሎ ሕብረተሰብ፣ እሱ ካባኻ ከም ዝዓቢ፣ እሱ ካባኻ ከም ዝፈልጥ ፈልጥ። ሽዑ ትጥንቀቕ። ምፍራሕ ግን ኦኬ ፈሪሕኻ ማለት ኖ። ፈሪሕኻ ትገብሮ ግን ጥንቃቐ ጎድለካ ሽዑ ኣብ ምፍራሕ። ምክንያቱ ንዓስ ፈሪሐ ሰላም ኣይኮንኩን ዝብለኪ مش ኣሚነ ሰብ ምዃንኪ ፈሊጠ ብልታቲ ሕጂ ኣብ ፍርሒ ኩሉ ነገር ኣብ ፍርሒ ምንባር እኮ የለን ምስላ ምሽ ኣለኹም ፍራሕ ሰቕ ምሟቱ ሽሕ ግዜ ምሞት ገለቲ ሰው ምንባር እንዳጸገሞ ከመይ ገይሩ ክጽሕፍ ሽዕ ዝፈርሐ ሰብ ሕጂ ጸሓፋይ ምዃን ትብዓት የድልየካ እዩ ትብዓት ክንብል ከለና ንቕሓትካ የድልየካ ምስ ጥንቃቐኻ የድልየካ ምኽንያቱ ናብ ህዝቢ ኢኻ ትብከን ዘለኻ።
ገለ ካብቲ ናይ ውልቅን ማሕበራዊ ህይወቱን ገለ ሕቶታት እስከ ክንሰግር። ገሬ ካብ ስራሕ ወጻኢ ምስ መሳርሕትኻ ዝምድናታት ኣብ ምፍጣር ከመይ ኢኻ? እቲ ዝምድናታት እንተ ፈጢርካዮ ከመይ ይቕጽል ዶ ናብ ስነ-ሓሳባዊ ምብህሃል ይሰግር ዶ ከመይ? ሕጂ ዝያዳ እኮ እሶም ክገልጽዎ እንድዩ ዝግባእ ኔሩ ኣነ ግን ምስ መሳርሕተይ ደሓን ዝኮነ ዝምድና ኣለኒ ጽቡቅ እዩ እየ ዝብሎ ወሶም ዝብልዎ እዝግሄርዋን እዩ እወ ኣነ ዝብሎ ግን ንዓይ ጽቡቅ እዩ ካልኣይ እንታይ ይገብር መሲልካ ከም ባህሪ ከም ገብሪሂወት ጸሃየ ንሓደ ሰብ ቅልጥፍ ኢለ ኣይቀርቦን እየ ምስ ቀረብክዎ ከኣ እኳ ደኣ ወረግ ዝያዳ ተሃሳያይ ከምዚ ምሽ ምርሓቕሲ ንዝነደቕካዮ ነገር ምፍራስ ኣይፈቱን እየ በብባህርይ ምጽማም ይሓይሽ እብል ሕጂ ዝጽመሙኒ ኣለዉ ዝጽመሞም ከኣ መዓት እዮም ተጸማሚምና ግን ቤላ እዩ ዘለና ማለት እዩ ምሽ ንዓይ ጽቡቕ ዝምድና እዩ ዘለኒ ምስ መሳርሕተይ እኳ ደኣ መጠን እቲ ካልእ ነገር እዮም ዘኽብሩኒ ይዕገሱኒ ይጽመሙኒ ንጌጋታተይ ሒዞሞ ይኸዱ ኣብቲ ካልእ ውልቃዊ ማሕበራዊ ሂወተይ ኣትዮም ከማን ከምዚ ዓንተቦ ሸሪፎ ዝሓተቶ ሸሪፎ እኮ ኣርቲስት እዩ ባይዘ ገጣማይ ደራሳይ ንፉዕ ሓቂ ካባና ይዓቢ ኣወ ሕጂ ከምኡ እዮም እቶም መሳርሕተይ ንዓይሲ ከምዚ ግጥሚ ጥራይ ይድልዮም ኣይኮነን ዝመጹኒ ኣነ ከዓ እሱ ጥራይ ይደሊ ኣይኮንኩን ዝኸዶም ስድራቤት እያ።
ጽቡቕ ምስ ሰዓብትኻን ኣድነቕትኻን ከ? ንኣብነት ሕጂ ኣብ መንገዲ ንኸይድ ኣለና ኢልና እሞ ንሕሰብ። ክንደይ ሰብ ምሳኻ ክሰኣል ገለ ኢሉ ጠጠው መበለና? ማዕረ ክንድኡ ፍሉጥ ዲኻ? ኣስተያየት እዩ ኣብ ሓድቲ ፍልስፍና ሃጹ ከይጠቕስ።
እዋ ናይ ሓቂ ደኣ።
ግብረ መልሲ ንርኢ ንኸውን እንበር ሕጂ ገለ ዘስገር ሕጂ ሓቂ ድዩ ምናልባት ሕጂ ናብ ህዝቢ ትፍንውኑ ስለ ዘለኹም ኣብ ስክሪን ሓንቲ ኬፍ ትበኒ ኣባህላታት ኣላ እቲ ዘይረኤ እዩ ኩሉ ሻዕ ነቲ ዝረኣ ዘቑሞ ሕጂ ሜሪ ከምዚ ኢልኪ ክዳውንቲ ትጸዓዲ ከለኺ ሰሚር ከምዚ ኣሎ ኣነ እዚ ባድላ ጌረ ኣለኹ ጸሊም ከብድና ኮላሊትና ከመይ ኣሎ ዝፈልጥ ሰብ የለን ጠጠው ዘብለና ንዓና ግን እዚ ብደገ ዘሎ ጽባቐ ኣይኮነን እሶም እቶም ውሽጣዊ መሳርዕ ናትና እዮም ሕጂ ሓንሳብ ሓንሳብ ኣነ ምስ ወዲ ቀሪ ንኸይድ ብስራሕ ገለ ንኸይድ ኣለና ምሽ ኣይፈልጠን እዩ እቲ ሕብረተሰብ እኮ እለስ መሽም ታባን ሰኣለና እባ ብሎ ሕጂ ሰኣል ኣይቀይሮምን እምበር ንዓይ ተሳኢለ ይፈልጥኒ ኣነ ከምኡ ዝብለኒ ገለታት ከ በዓል በርመለይ ገለ ይጥዓምካዮም እንደለኻ እስከ ሕጂ
ምናልባት ካብ ሕጂ ምክንያቱ ትሕሸሽ ኣለኻ ማለት እኳ እዩ ገጽካ ትሸይጥ ኣለኻ ትወጽእ ኣለኻ ሕጂ እቲ ደራፋይ እኮ ስለምንታይ ድየን ከምኡ ዝብልኦ ወይ ዝብልዎ ዓበይቶም ንኣሽቶም ገልታት ገለ መጀመርታ ካብ ኣድናቆት ንዩ ዝብገስ ካልኣይ ከኣ ኣብቲ ስክሪን ስለ ዝመጸብካ ኣነ እኮ ኣብ ገዛና ኮይነሲ ኣብዚ ኣፋንዮ ወዲ ቀሪን ኣብዚ ኣፋንዮ ኣብዛ ሓንቲ ሰምሃር ኣፋንያ ገለስ ኣብ ገዛ ንክኣመፁኒ በቲ ተለቪጅን ፈቲሖም ሕጂ ገዛና ተኸይዶም እቶም ጎረባብትና ከማን ንዓይ ይፈልጡኒ እዮም ሰምሃር ከኣ ኣብ ገዝኦም ኣላ ማለት እዩ ዝኾነ ደራፋይ ንብሎ ኣለና ሕጂ ግድን ፓብሊክ ኮይኑ ኣለዎ ማለት ሽዑ ግድን እዮም ከምኡ ክብልዎ ኣነ እኮ እየ ከምኡ ገይረሉ ክብሎ ኣለኒ ማለት ነቲ ሰኣለኒ ዝበለን ከምኡ ንክኸውን ኢለ ነቲ ደራፋይ ምሽ ብድሕሪት ኮይነ ፑሽ ዝገብር ዘለኹ ሽዑ ክስእል ኣለኒ ምስኡ ከይደ ግን ኣታ ልሕያ ንስኻስ ገለ ንስሕቕ ናብ ፀወታ ንቐይሮ ገለ እምበር ንዓይ ኣጋጢሙኒ ኣይፈልጥን እዩ

መቸም ገሬ እቲ ሕቶታትና ካብ ሞያዊ ናብ ማሕበራዊ ከምኡ እናበልና ኢና ከነሳልዮ ሕጂ ናብ ምንታይ ኢና ክንሰግር ናብቲ ሞያዊ ሕቶታትካ ሕደማታትካ ንዓይኒ ዶ ዋላስ ንእዝኒ እዮም ዝጸሓፉ ኣብቲ ቀጻሊ ትጽሕፎም ከስኻ ንመስመር ዛንታ ሙዚቃዊ ቪድዮ ክጥዕምካ ሓሲብካ ጽሒፍካ ትፈልጥ ዶ እወ ግን ኣብቲ ቀዳመይቲ ሕቶ ክነግረካ ንዓይንዶ ንእዝኒ እንዲ ንክልቲኦም ኣይኮነን ስራሓተይ ንልቢ እያ ኣብታ ካልኣይቲ ክምለስ ተኮይና ከምቲ ዝበልካዮ ግድን ንገብር እየ ምሽ እቲ ስእሊ ኣእምሮስ ኣሎ መሳይ እቲ ዝበልናዮ እኮ እዩ ምፍልላይ ተምፂና ምፍቓር ተምፂና ምፍታሕ ተምፂና ጥዕና ተምፂና ሕማም ተምፂና ገለ ተምፂና ይርእዮም እየ ምሽት ብስእልስ ካበይ ጀሚሩ ኣበይ ውዳእ ኣብ ውሽጠይ ኣሎ ግጥም ሶ ኣብ ክልቲኡ ንልቢ ክኾኑን ኪነ ዓይንን እዝንን ንልቢ ክኾኑ ካልኣይ ከዓ ኣብቲ ምስእለይ ከዓ ምሽ ካሜራ ከምዚ ሕጂ ዘለዋ ገለታት ግድን ኣይኮነን ዝህሉ ካሜራ ውሽጠይ ስኢለ ውድእየን ስለዚ ንክሉ ዝተጠዓሙ ኢኻ ክሉ ከምኡ ክኸውን ኣለዎ ዲ ቅድሚ ኣብ ናቱ እየ ዝምልእ ዘሎ ሕጂ ስኻ ገጣማይ ኢኻ ሓደ ሙዚቃዊ ቪድዮ ከዓ ናቱ ሰራሕቲ ዘለዎ ካልእ ዓይነት ጥበብ እዩ ካልዕ መልክዕ ጥበብ ሕጂ ንስኻ ንዕኡ ሓሲብካ ክትሰርሕ ከመይ ወግዲ ኒኮ ታይ መሲልካ ሕጂ እቲ ምሽ ፅባቀ እንተልና ምሽ ክልተ ፅባቀ ኣሎ ደጋዊን ውሽጣዊን ፅባቀ ንብል ኣብ ስራሕ እተልና ካዓ ስእሊ እንተልና ካዓ ውሽጣዊን ደጋዊን ኣሎ እዚ ስራሕ እዚ ናብ ተጨባጢ ምስ ኣምፃካዮ እቲ ግጥሚ ክንገብር ኮለና ኣነ ምስ ቪድዮ ክሊበይ ኣብ ውሽጠይ ዝወስዶ ብካሜራ ዓይነይ ይስእሎ እቲ ዛንታታት ናበይ ገፁ እንቆልቂሉ ናበይ ገፁ ደይቡ በየን ክንደይ ክብል ለጠቅም ናይ ማሕበራዊ ናብራ ገለ ሓሊፉ እቲ ድህነጽ እቲ ካራክተር ወይ እታ ካራክተር ኣነስ እንዳሰኣልኩ እየ ዝኸይድ ኣበየናይ መንጫዕጫዕታ ነይሩ እቲ ጸድፊ ክንደይ እዩ ዝመስል እቲ ጎልጎል ክንደይ እዩ ንውሓቱሲ ኣብ ውሽጠይ ኣሎ እዚ እሱ ከይረኣኹ እሱ ከይሰኣልኩሞ ብምንታይ ክጽሕፍ ቃላት ጥራይ ክነድቕ ኣይክእልን'የ ሽዑ እቲ ናብ በቲ ሳይንሳዊ መለክዒታቱ ነቲ ናተይ ካብ ደገ ዘውጽኦ ስእለ ኣእምሮ ፈጢረ ዝጽሕፎም ቃላት ዝፈጥሮ ዛንታ እቲ ፕሮፌሽናል ዳይሬክተር ንብሎ ከዓ ሽዑ ናብ ሓደ ተጨባጢ ነገር የምጽኦ ማለት እዩ። ሽዑ እታ ሕቶ ንዳይሬክተረት እያ ትምልከት። ኣብ ከምዚ ግን እትረኽቦ ግብረ መልሲ ከ እንታይ እዩ ድሕሪ ከምዚ ኣጣዒምካ ትጽሕፍ ኮንካ? ገለ ካብ ናይ ቅድሚ ሕጂ።
ውሕጅ ታይ ይመስለካ ኣብቲ ምርካብ እዚኣ ሕቶ ኣጋጣሚ ኮይኑ እምበር ዳይሬክተራት ምሳና ክህልዉ ነይርዎም ምስቶም ዳይሬክተራት እሶም እዮም እቲ ግብረ መልሲ ክህቡኒ ዝኽእሉ ምክንያቱ እቲ ተዓዛቢ ወይ እቲ ኦድየንስ ዝብሎ እቲ ሕብረተሰብ እንትድርኤካ ሓንቲ ስራሕ ካበይ እያ ስጋብዘት ከመይ ትውድእ ኣፍልጦ ዘይክህልዎ ይኽእል እዩ ንዓይ ኮመንት ክህበኒ ዝኽእል ኣብዚኢታት ግ ምሽት ናተይ ዛንታ ናተይ ስእለ ውሽጠይሲ ናብ ደገ ከውጽኦ ከሎ ንሓደ ዳይሬክተር ይምችኦ ዶ ዋላስ ጸገማት ይፈጥረሉ ካብቶም ዳይሬክተራት እዩ ዝኸውን ግን መብዛሕቶም እቶም ዳይሬክተራትና ከኣ ሓቲቶሙኒ ከማን ኣይፈልጡን እዮም እሺ ይሰማምዑም እየ መስለኒ ይፈጥርዎ እዮም እቲ ስእለ ሽዑ
ኣብ ዜማታት ኢኻ ሕደማ ትሰርሕ ሰሚዐ ገሬሲ ዜማ ሃቡኒ እሞ ኣብኡ ክሰርሓሉ እየ እዩ ዝብል ኢሎምኒ ሓቂ ድዩ እንተኾይኑ ንምንታይ ኢኻ ከምኡ ትገብር? ሓቂ ድዩ እንታይ ኮይና መስለኪ ቅድም ከምኡ ኣይኮነን ኔሩ እቲ ልክዕ ኣሰራርሓ ናይ ሓንቲ ደርፊ መጀመርታስ ሓሳብ ክህልዎ ክኽእል ኣለዎ ንሓሳብ ዝፈጥሮ ኣጋጣሚ እዩ። ሓሲቡ ንሓሳባቱ ብቓላት ነዲቑ ሓደ ዛንታ ፈጥር። ሽዑ እቲ ዛንታ ኮሜዲ ድዩ ትራጀዲ ብዘየገድስ፣ ፖዚቲቭ ድዩ ኔጋቲቭ ብዘየገድስ ናብቲ ዘያማይ ኣብጽሖ። ሽዑ እቲ ዘያማይ ይርእዮ። ምስ ረኣዮ ነቲ ዛንታ ናብ ውሽጡ ዛንትኡ ገይሩ የእትዩ። ከልቅስ ድዩ ክስሕቕከ ነቲ ዘያማይ ይምልከት። ሽዑ ናብ ኮምፖዘርኺ እዚኣ እያ እታ ኣውድዮ። ሕጂ ግን እንታይ ኮይነ መስለካ ጽቡቅ ግጥምታተይሲ ከምዚ ክጠፍኡኒ ኣይደልይን እየ ሳኣን ዜማ ዜማኻ ቀሊል ነገር ኣይኮነን ሕጂ ኣብ ግጥሚ እንድሕር ቅሩብ ዜማ ኣብ ምግባር መበገሲ ኣነ ምስ ኤፍሬም ጃንሆይ ኢና መጺና ኤፍሬም ጃንሆይ ሕጂ ብኸምኡ ግጥሚ ይህቦ ሽዑ ነቶም ግጥሚ ህውካት ፈጢሩ ገለ ገይሩ ነቲ ኣብ ውሽጡ ኣእትዩ ልክዕ እያ ገለታት ይገብሮ እንዳኸድና እንዳኸድና ምስ መጻና ክጎድል ስለ ዘይደለኹ ቁሩብ ሽዑ ዜማ እንተ ደኺምኒ ነታ ግጥሚ እቲ ዘያማይ ናጽነት ክህቦ ክኽእል ኣለኒ ንዕኡ ፈቲሐ ኣነ ክእሰር ስለ ዘለኒ እየ እምበር ንዓይ ክጽሕፍ ይቐለኒ ነይሩ።
ገሬ ከምዚ ንርእየካ ዘለና ባድላ ጉርም ጌርካ እንዲኻ መጺኻ ዘለኻ ክኸብደካ ዶ ፍኹስ ኢልካ ትዛረበላ ክኽብድ ኢልካ። ተኣሳሲረ እምበር ከምዚ ክሰሓሕቦ ከም ኣጨንቕኒ ከይመሲል ከምዚ ብብባህሩ ኣነ ዋላ ተተቐምቂመ እየ ድጭነቕ እውከይ ኣለ ሕጂ ይገብር እኔ ከምዚ ኩሉ ሰብ ንዓይ ዝርኢ ዘሎ እዩ ዝመስለኒ ምሽ በተን ዘለዋኒ ክኳሻሕ ደሊ ሕጂ ግን ናይ ብሓቂ ኩሉ ሰብ እዩ ንዓኻ እኮ ዝርኢ ዘሎ
ስክዛት እኮ ሕጂ ኣብ ተዋስኦ ምንባር ኣለኹ ማለት እዩ እምበር ኣነ በቲ ሓደ ምመጽኹ ግን እንታይ ይመስልካ ኣከዳድናስ ወሳኒ እዩ ተኸደን ክትጸሉ እያ ትብል እታ ሕጊ ጀርመን ሕጂ እቲ በይነይ ዝገብሮ ናተይ ምርጫ እዩ ኣብ ደገ ዝቃወመኒ ሰብ ጎልፎ ይግበር ሓጺር ስረ ይግበር ዝቃወመኒ ሰብ ኣይክህሉን እዩ ኣብዚ ግን ፓብሊክ ስለኹን ኦድየንሰይ ስለ ዘኽብር ሕብረተሰበይ ስለ ዘኽብር ናይ ሓባር ከኣ ስለ ዝኾነ እቲ ኣከዳድና ነቲ ሕብረተሰብሲ መስዋእቲ ክኸፍል ክብል እየ ተሸኪመዮ ዘለኹ ዝባድላ እምበር ካብ ጽባሕ ሳኢናስ። ፍጹም እዞም ኩሎም ኣኽቢርካዮም ዘለኻ ሰማዕቲ እዚ መደብ ክብረት ይሃበልና።
ሕራይ ገሬ ናብ ሕቶና ክንቅጽል ዝርግሐ ቴማታትካ ከመይ እዩ ሕጂ ኣብሊጽካ ክትብሎም ክትብለሎም እትደሊ ስምዒታት ከ ኣየኖት እዮም ንምንታይ?
ኣነ እንታይ እዩ ዝደሊ መሲልካ ናተይ ታርጌት ወይ ክብሎ ዝደሊ በርባዕቲኡ መኣዝን መጺኤሲ ሰብ ሰባዊ ክኸውን ሰብ ኣብ ፍቕሪ ክእከብ እየ ዝደሊ። ይብጽሓዮ ኣይብጽሓዮ ይተዓወተሉ ኣይተዓወተሉ እቲ ዝጸርጎ ዘለኹ ጎደና ግን እሱ እዩ። ሰብሲ ብኣእምሮ ብመንፈስ ብስጋ ብብኹሉ ሰብኣዊ ክኸውን። ሽዑ ሓንቲ ፍቕሪ ትበሃል ክፈልጥ ኣብኣ ከኣ ክነብር ናብዚኢታት እየ ዝኸይድ ነዚኦም ከኣ ከፋፊለ ገለ ይቃለሶም እየ ኣብቲ ሰብ። ስለዚ ኣብሊጽካ ክትብላ ትደሊ ስምዒትሲ ፍቕሪ እያ ማለት እዩ። እኽለ።
ብድሌት ናይቶም መሳርሕትኻ ክትግደድ ዶ? ንኣብነት ሓደ ደራፋይ ናባኻ መጺኡ ግጥሚግ ስርሓለይ ክብለካ ክሉ ወይ ሕደማ ስርሓለይ ክብለካ ክሉ ብዛዕባ ከምዚ እየ ዝደሊ ብዛዕባ ከምቲ እየ ዝደሊ ከምዚ ዓይነት ዘረባ እየ ዝደሊ ከምዚ ዓይነት ሓሳብ ዝፀውር ሕደማ እየ ዝደሊ ይብል ግን ምስ ኩሎም ሓሳባት ከ ንስኻ ከም ውልቀ ሰብ ከም ጸሓፊ ክትሰማማዕ ኣይትኽእልን ኢኻ ማለት ሲ ክትብሎም ትደሊ ነገራት ኣለውካ ክትብሎም ዘይትደሊ ነገራት ከ ኣለውካ እምቢ ትብል ዶ ከምዚኣስ ኣይብልን እየ ገለ ትብል ዶ እዎ ብስነ ስርዓት እንታይ ይመስለኪ ሕጂ ኣብቲ ልክዕ እንዲና ክንመጽእ ዘለና እቲ ኣቃውማና ክንፈልጦ ክንክእል ኣለና ዋላ ንኩሉ ሰብ ግልጺ ክኸውን ክኽእል ኣለዎ ኣነ ሓሳባ እየ ገጣማ እየ ሓሲበ ገጥም እቲ ዜማ ድብሎ ከኣ ኣለና ሽዑ ደራፋይ ኮምፖዘር ከኣ ኣሎ ድሕሪ እዚኣ እዩ እቲ ደራፋይ ሽዑ ዝመጽእ ሕጂ ደራፋይ ኣነ ከመይ ገይረ ርእየ መሲልኪ ኣካል እቲ ሕብረተሰብ እዩ ካብቲ ድምጺ ወጺእና ሕጂ ስነጥበባዊ ኣይኮንን ኩን ዝብል ዘለኹ እዩ ግን ክመጽእ ከሎ ኣብታ ስራሕሲ ከም ሕብረተሰብ እዩ ሽዑ ኣነ ክሓስብ ከለኹ ንሓንቲ ገጽ መዚኣ ምስ ኣምጻኽዋ ካብቲ ሕብረተሰብ እየ ዘምጻ ብተሰነይ ከይደ ድየ ሪሰርች ገይረዮ ኣብ ጎደና ድዩ ጸኒሕኒ ኣብ ገለ ድዩ ንግደፎ ምስ ገበርክዎ እቲ ደራፋይ ንዓይ እንታይ እዩ መሲልኪ ከምዚ ኣብ ስራሕኩም ዝኣቲ ከይከውን እምበር ኣውድዮን ረድዮን ፍሪኮንሲ ዝበሃል ምሽ ኣሎ ኣብ ፎርቶ ኮይንካ እንዳ ዜና ሲ ሰላም ዝኸበርኩምን ዝኸበርክን ተዓዘብትና ገለ ትብል ኦኬ ነዚ ናትኪ ቃል ካብዚ ተሸኪሞ ንዓሰብ ዝበጽሕ ኣብ ተሸኪሞ ሳትላይት ናብ ገለ ዝኸይድ ነቲ ናትኪ ቃል እቲ ምሽ ረድዮ ፍሪኮንሲ ነቲ ኣውድዮ ፍሪኮንሲ እቲ ረድዮ ፍሪኮንሲ ደራፋይ ከዓ ነዚ ኩሉ ኣኪብልካ ሒዙ ኣብቲ ሕብረተሰብ ዘብጽሕ ሓደ ሓያል ምሽ እንታይ ንበሎ መድፍዕ ዋላ ንበሎ ብዝኾነ ንግለጾ እሱ መጺኡ ሓሳብ ክበኒ ተጀሚሩ እሱ ዝበለኒ ነቲ ሕብረተሰብ ተምጽዮ ግን ጌጋ ወይ ከዓ ኣካልቲ ሕብረተሰብ ስለ ዝኾነ እሱ ከዓ ከማይ ይኸይድ እዩ ኣብ ዝኸዶ ቦታ ገልምሽ ዝምስጥ ዛንታ ፈልጥ እዩ መዓት ኣብ ማሕበራዊ ህይወት ኣብ ፍቕራዊ ህይወት ኣብ ፍልስፍናዊ ህይወት ኣብ ኩሉ ኢሉ ምስ ኣምጻለይ ነቲ ሓሳብ ናቱ ኣነ ተርዒመዮ ግን

ኣካል ኣብቲ ስራሕ ኣምሳና ስጋብ ዘሎ ግን ንበሃሃል ከምዝስ ከምዚ እንተኾነ ብል ሽዑ እቲ ደራፊ ከምዚ ትዛናጋዕ ኮፍ ኢልካ ከለኻ ሓደ ነገር ኩልኻ ከኣ ብሓንሳብ ትሪኦ እዛ ነገርሲ በየን ትገለጽ ኢልካ ከኣ ሽዑ ኢሂን ምሂን ትበሃሃለላ ኣይኮነን ሓደ ደራፋይ ኣነ ከምዚ እየ ስለ ዝደሊ ስለ ዝበለኒ እቲ ሕብረተሰብ ዝደልዮ ሒዝለይ ክኸይድ እየ ዝደሊ